ተኻረታይ ቃል ክስምዐኒ ቀረቢ ከምቲ ትምኒተይ ፍቕረይ እንክመዘከርታ ትዜማይ ቃለይ መሰነይታ ኣንብሪ ኣንፎ ልብኺ ዝያዳይ ዘይበቆነ ሰላም ሰላም ኣብ መላእ ዓለም ዘለኹም ተኸታተልቲ ኤፍራ ሾው ኤፍራ ሾው ኣብ ኤፍና ኢንተርተይመንት ሙሉእ ጥዕና ሰላም ኣብ ስራሕኩም ውን ኣሳልጦ ክኾነልኩም እንዳተመነኹ ንሎሚ ምስ ገዲም ስነጥበባዊ ዞሚ ወልደርፍኤል ኣብ ባርቆ ኢና ክንዕልል ክሳብ መወዳእታ መደብና ክትከታተሉና ከዓ ብኽብሪ ዕድም ሕራይ ባርቆ ሓወይ እስኪ እቶም ተዓዘብትና ውን ፈኹስ ኢሎም ክዕዘቡና

ኣባርቆ
ስለቲ ግዜኻ ወፊኻ ኣብዚ ምሳና ከተዕልል ምፍቃድካ ብሽም ኤፍራ ሸውን ብሽም ተዓዘብትን ብልቢ የመስግነካ። ኣነ ከኣ ነዚ ዕድመ እዚ ኣቕቢርኩም ዝሃብኩምኒ የመስግነኩም ንኤፍራ ሸው ማለት እዩ። ሓባይ ኣባርቆ ሓወይ ምስ ክራር ከመይ እዩ ዝምድናኻ? ምስ ክራር ብዙሕ ዓመት ኣለኒ በቃ ዳርጋ ዓርከይ እያ ኣፍቃሪተይ እያ ክብላ እኽእል። ነዊሕ ዓመት ኣለኒ። ካብ ብንእስነተይ ኣትሒዘ ምስ ክራር ዕርክነት ኣለኒ። ክራር ምስ ከኣልካያ ወይ ክራር ምህራ ምስ ጀመርካ ቀዳመይቲ ዝደረፍካያ ደርፊ እንታይ እያ ትብል?
ዝበዝሕ ናይ በዓል ኩሸ ሃርሞኒ ናይ በዓል ዕዋጋብር

ኣዝዩ ንፉዕ ስነ-ጥበባዊ፣ ኣብዚ ሞያ'ዚ ዘለዎ ተገዳስነት፣ ኣብዚ ሞያ'ዚ ዘለዎ ተወፋይነት፣ ልዕሊ ማንም ሰብ ዝውፈ፣ ልዕሊ ማንም ሰብ ዝጓየ'ዩ። ክሳብ ሕጂ ደኺመ ከይበለ፣ ገና ንሕና ብንኡስና ከለና ንፈልጦ፣ ክሳብ ሕጂ ድማ ደኺመ ከይበለ ዝሰርሕ ዘሎ ስነ-ጥበባዊ'ዩ። ኣባርቆ ካብቶም ኣብ ኤርትራ ኣለዉና ንብሎም ክራሪስታታት፣ ሓያላት ድምጻውያን ናይ ክራሪሳ ብዙሕ ፍርያት ከፍሪ ዝጓየ ዝነጥፍ ስነጥበባዊ እዩ። ምናልባሽ ኣብዚ ሰዓት እዚ ካብቲ ሞያ ምእላዩ ቁሩብ ምስቲ ናይ ስድራ ናይ ጓሉ ዘጋጠሞ ጸገማት ካብዚ ሞያ እዚ ቁሩብ ፍንትት ኢሉ ጸኒሑ ኣሎ። ኣብዚ ሰዓት እዚ ግን ብምሉእ ሞራልን ብምሉእ ተስፋን ክምለሰና ኢና ንጽበዮ። ኣብ ባርቆ ካብቶም ገዳይም ኣለዉና ንብሎም ንሕበነሎም ስነጠባውያን ሃገርና እዩ። ኣብ ሓጺር እዋን ክምለሰና ከኣ ተስፋ እገብር በዓል ምሉእ ተስፋ እየ። የቐንየለይ።

ክራር መን እዩ ምሂርካ ወይ እውን ዘላመደካ መጀመርያ መን እዩ? ኣብ ገዛውትና ኣብ ኣብቲ ዝዓበናሉ ብርብ ዓስመራ ማለት እዩ ነይሮም በዓል ተሸው የናስ ወዲ ሙን ዝበሃል ነይሩ ተጋዳላይ እዩ። ኣብ- ኣብዚ ዝነበረ ወራራት ተሰው እዩ ማለት እዩ። በዓል ሶም ነይሩ ኢና ነይሮም ከምኡ በዓል ሓንጋለ ዝበሃሉ ነይሮም ካባና ንሶም ስኢኑ ይኸእሉ ነይሮም ንዑ እምበር ኣና በዓል ዮናስ ጎምበል ዝበሃሉ በዓል ወዲ ቢጫ ዝበሃል ነይሩ ወዲ ክብሪ እዚ ተዋሳኣይ ማለት እዩ ካብኣቶም እናረኣና በቃ ናይ ገድሊ ደርፍታት ደርፉ ነይሮም ንሕና ከዓ ይንፈልጦ ኢና ሽዑ ግን ንዑ እንዳ ሰማዕና ብኡ ዓቢና ማለት እዩ ኣብ ባርቆ ፍቃደኛ እንድሕር ደኣ ኮንካ ብዛዕባ ድሕሪ ባይታኻ እንትትዕለና ጽቡቅ ነይሩ ኣበይ ኢኻ ተወሊድካ ኩነታት ኣተዓባብያኻ ከመይ እዩ ኣብ ሽሕን ትሽዓተ ሚእትን ሰብዓን ሽዱሽተን መወዳእታ ማለት እዩ ወርሒ ታሕሳስ ተወሊደ ኣብ ርብ ኣስመራ ተወሊደ ዓብየ ከምኡ ድማ ኣብ ገዛ ካንሻ እናተፃወትኩ ምስ መታዕቢት ያለው ምስ መማህርተይ ኣዱሊሽ ቤት ትምህርቲ መሃር ስለ ዝነበርኩ ኣብኡ ርብ ኣስመራ ገዛ ካንሻ እናተፃወትኩ ዓብየ ማለት እዩ ኣባርቆ ብዛዕባ ሳጓ ሃብተካ ኣባርቆ ማለት እንታይ ማለት እዩ ብኸመይ ከወፅያትካ እዚኣ ሲ ኣብ ነዊሕ ግ- ብዙሕ ግዜ ይተሓ- ይሓቱኒ እዮም ዋ። እዛ ሰጓ እዚኣ ኣብ ቴስዓን ኣርባዕተን ማእቶት ናይ ቤት ትምህርቲ ምስ ከድና በዓል ባድረ ወዲ ፖሊስ ማለት እዩ በዓል ሰጎፀ ዝበሃሉ በዓል ዓሊ ዑስማን በዓል ዓብድየ ባሙራ ዝበሃል እዮብ ደባስ ዝበሃል ብዓው በዓል ካሕሳይ በረ ማለት እዩ በዓል ሳቶም ኣውፂኦምለይ ሓደ ተጋዳላይ ነይሩ ጠርናፊ ናብኡ ባርኮ እዮም ድሮ ንዓይ ሽዑ ንዑ ትመስል ገለ ኢሎም ኣባርኮ ኣባርኮ ንዓይ ኣባርኮ ኢሎም ንዑ ዞሙ ኢሎሞ ቀይሮምና ገልቢጦሞ ንሱ ከዓ ኩዕሾ ክንፃወት ከለና ንዓይ ክድግፍ ኢሉ መፅእ ነርቲ ባርኮ ዝበሃል ባ በቃ ልይቦለይ በቃ ስጋዕ ተገላቢጠን እየን ማለት እዩ ተገላቢጦም ንዑ ዞሙ ኢሎሞ ትርጉማ ከንታይ ሓንቲ እንታይ ሞ ክብላ ሓንቲ ትርጉም የብላ ንዑ ንዑዮም ክሓትዎ ዝኽእሉ ነቲ ቀን ዋና ኣነ ዝተለቂሐ እያ ካብ ቀዳመይቲ ስራሕኻ ባርቆ ኣይኔት እያ። ካብ ተዓዘብቲ ከ እንታይ ግብረ መልሲ ረኺብካላ? ቀዳመይቲ ዝደረፍኩዋ ኣብ ቤት ትምህርትታታት እናተምሃርና ማለት እዩ ኣብ ቴስዓን ኣርባዕተን ኣላዶ እታ ዓባይ ኣውሊዕና ዓንዲ ናይ ሃገር ጽላል ናይ ዞባና ከይንርስዖም እቶም ጀጋኑና ከይንርስዖም እቶም ጀጋኑና ትብል ደርፊ ነይራ ማለት እዩ ኣብ ረድዮ ድምጺ ሓፋሽ ደሪፈያ ካልኻ ነይራ ኣብ ሳዋ ከዓ ነይራ ድሓር ካብ ሳዋ ማለት እዩ ኣይንስኽን ዲኺ ከተማ መንእሰይ ኣደዶ ክብለኪ ኣላይት ናይ ነብሰይ ኣየበል ተለዓል ኩልኻ መንእሰይ ሽዑ ዝበልክዎስ ሕጂ ከማን ከተማ ኮይና ሳዋ ኣይ ንስኺ እንዲኺ ከተማ መንእሰይ ኢልያ ሽዑስ ዋላ ሓንቲ ይነበራን ብጀካ ጎልጎል ጎልጎል ናይ ሳዋ ጊንደዐ ሚንደዐ ፀሓይን ጎልጎል ቀላጥም እዩ ነይርዋ ሕጂ ግን ከተማ ኮይና ከምታ ዝበልክዋስ ከተማ ኮይና ከተማ ኮይና ፅቡቅ
ፅልዋ ኣሕዲርለይ ትብሎ ሰነጥበኛ መን እዩ ወይ እውን ፀሊም እዩ ትብሎ
ኣነ ሕጂ ከም ዝበልኩ ብናይ በዓል ዕዋጋብር ደርፍታት ገለ እንዳሰማዕኩ ስለ ዝዓበኹ ናይ ዕዋጋብር ደርፊ ብጣዕሚ እየ ዝፈትዎ ብጣዕሚ ብድሕሪኡ ከዓ ፅልዋ በዓል ካሕሳይ በረ ከዓ ነቲ ዓብይትና ገለ ስለ ዝኾኑ ንዕኦም ሰምዖም ነርና ኣድሊስ ባንዲ ኣብዚ ኣሽቶ ቆልዕት ከለና ኣብዚ ክስታይ ባሕቲ መስከረም ማለት እዩ ንሰምዖም ስለ ነበርና ንሳቶም ጽልዋታት ኣሕዲሮምልና ክኾኑ ይኽእሉ እዮም። ኣብ ባርቆ ክንደይ ዝኣክል ደርፍታት ኣለኻ ወይ እውን ክንደይ ዝኣክል ደርፊ ደሪፍካ ኣለኻ?
ከባቢ ዒስራን ሸውዓተን ዒስራን ሸሞንተን። ግጥምን ዜማን ትፍትን ዲኻ ኣብ ባርቆ ባዕልኻ ትሰርሕ? እዎ።
ንኻልእ ሰነ ጥበበኛ ዝሃብካዮ ግጥሚ ወይ ዜማ ኣሎ ድዩ? ወይ እዚ ሂበዮ ክብል ኣይክእልን እየ ዝሃብኮ የለን። ንነብስኻ ኢኻ ትሰርሕ? ኣብ ክስታይ ግን ነይረ ኣብ ዓሰብ ነይረ ሓንቲ ዓፋር። ዓፋር ነይሩ ምሳና ደርፍ ዓሊ ድበሃል ዜማ ሂብዮ ከምዚ ኣምሃሪክ ቢት ችክችካ ዝበሃል ማለት እዩ ከምኡ ገይረ ሰሪዐሉ ኣብቲ ዕስራን ኣርባዕተን ጉንበት ኣብ ዓሰብ ደሪፍዋ ማለት እዩ እዚኣ ፈልጥካላ እያ ናይ ኣቦና ባህር ድምፃዊ በረኸት ብብዝሒ ደርፍታቱ ትደግሚኻ እሞ ካብ ምንታይ እዩ ከም ሞዴልካ ስለ ትሓስቦ ድዩ ወይ እውን ፅልዋ ስለ ዘሕድረልካ ድዩ
እወ ናይ ዶክተር በረኸት ብሃረ በረኸት ምሳእ ማለት እዩ ደርፍታቱ ብጣዕሚ እየ ዝፈትዎ ካልኣይ ሕጂ ናይ በረኸት ድምፂ ትኽእሎ ገለመለ ኣብ ውድድር ተወዳዲሮ ነይረኒ መደብ ተዓወት ቀዳማይ ወፅኦ ማለት እዩ ሕጂ ኣነ ይፍቱ ነይ እምበር ክእሎ ኣይኮንኩ ንበረኸት ሲ በረኸት በረኸት እዩ ኣነ ከዓ ባርኮ እዩ ሕጂ ክትፍትን ኢኻ እምበር ልክዕ ተምፅኦ ይትኽእል ኣነ ንኤፍራ ክኸውን ከም ኤፍራ ክመፅ ኣይክል ድምፂ ናይ ኤፍራ ናቱ እዩ ተተፈጥሮና ኣለና ማለት እዩ ከከምቲ መልክዕናስ ከምኡ ከዓ ድምፂ ኣለና ሰብ ንሰብ ክጥዕም እዩ ክመስል እዩ ድኽእል እምበር ልክዕ ክትመፅእ ኣይትኽእልና ኣብ ገለ ቃላት ትጋገ ኣብ ገለ ቃላት ከዓ ፅቡቅ ተምፅኦ እዩ እስኪ ኣስምዕና ብክራር ከጌርካ ሰላም ሰላም ደሓን ዲና ዘራኽበና ኢሹ ኣብ ባርቆ እዩ። ኣብ ባርቆ ኸኣ ከምቲ ብዙሓት ንዝክሮ ንኸውን ኢና ስፔሻሊ ኣብተን ድሕሪ ክልተ ሽሕ ዝነበረ ግዜያት ኣብ ኮምፕቲሽን ብፍላይ ድማ ብዶክተር በረኸት መንግስትኣብ ዝነበሮ ኢሚቴሽን ወይ እቲ ናይ ምምሳል ዓቕሙ ወይ ናይ ዓቕሚ ዘርኣየሉ ደረጃ ንዝክሮ ኢና ብዙሓት ካብቶም ኣብ ኣርቲ ንግደስ ሰባት ብፍላይ ብድሕሪኡ ነዊሕ ግዜ ኣብ ባርቆ ኣብ ስርሒ ዞባ ኣርባዕተ ከም ኣባል ጉጅለ ባህሊ ኮይኑ ዝነጠፈ ክሳብ ዛለይቲ ሎሚ ድማ ደኺመ ከይበለ ዝግብኦ ዝገብር ሰብ እዩ ኣነ ብቐረባ ባርቆ ምስ ፋዘር ኣተሓሒዘ እየ ዝፈልጦ ካብቲ ዝፈለጥክዎ ግዜ ከኣ ኣዝዩ ጻዕራም ኣቦ ስድራ ንሓዳሩ ንደቁ ዝነብር ሰብ እየ ዝፈልጦ ነባርኮ በቲ ናይ ኣርት ሳይድ ክንዛረብ እንድሕር ኮይና ግን ኣብ ኩሉ ዘቕርቦ መደባት ብፍላይ ኣብ ላይፍ ኣብ በዓል ህድሞና ዝሰርሖ ስራሓት ኣብ በዓል ዋርሳይ ብዙሓት ንኣቱ ዝነበርና ወይ ክንዘናጋዕ ዝኸድና ሰባት ንፈልጦ ኢና ዓቕሙ ንፈልጦ ደረጅኡ ንፈልጦ ብዙሕ ግዜ ዋላ ብቐረባ ኣነ ዝሓቶ ነገር እንድሕር ሃልዩ ናቱ ናተይ ዝብሎም ደርፍታት ሰሪሑ እዩ ግን ከምቲ ክኾኖ ዝግብኦ ምስ ዓቕሙ እየ ዝዛረብ ዘለኹ ከምቲ ክኾኖ ዝግብኦ ብዝሕን እቲ ኳሊትን ኣይነበረን ኣብ ዝሓለፈ ግዜ ክሪኦ ከለኹ ኣነ ምናልባት ጥልቕ ኢለ ስለ ዝፈልጦ ዝነበሮ ሲቹዌሽን ኣብ ክዝኡ ኣጋጣሚ እውን ኮይኑ ስንክልቲ ቆልዓ ነይራቶ ሓዳር ሸለል ዘይብል ንሂወቱ ንደቁ ሸለል ዘይብል ሰብ ከኣ ስለ ዝኾነ ዳርጋ ብምሉኡ ግዜኡ ናብ ሓዳሩ ወፊዩ ዝኸደ ሰብ እዩ ኣነ ክፈልጦ ከለኹ ባርኮ በቲ ናይ ኣርት ሳይዱ ሕጂ በዚታት ተጎናዲቡ ክኸውን ይኽእል ኢለ ሓስብ እየ ኣነ ግን ኣብቲ ሞያ ከዓ እንድሕር ሃሊኻ ክተጎናድቦ ክተሰናኽሎ ክተብክሮ ክተዕርፎ ዘይክእል ዓይነት ሞያ እዩ ምክንያቱ ምሳኻ ስለ ዝነብር ከምዝኾነ ካልእ ሞያታት ኣብ ስራሕካ ወይ ኣብ ኦፊስ ኣብ ናይ ስራሕ ቦታኻ ጥራይ ሰሪሕካዮ ገዲፍካዮ ትኸይድ ኣይኮነን ኣርት ምሳኻ ይኸይድ ንገዛኻ ምሳኻ ይድቅስ ምሳኻ ይበልዕ ምሳኻ ይሰቲ ኣብ ሓንጎልካ ዘሎ ነገር እዩ ኩሉ ግዜ ስለዚ እሱ እውን ስለ ዘይገደፎ ከዓኒ ፓራለል ናይቲ ንብሎ ካልእ ናይ ናብራ ሓርኮትኮት ከሳልዮ ይፍትን እዩ ግን ከምቲ ንፈልጦ ኣርት ከዓ ቁርብ ናይ ዓቕሚ ነገር እውን ስለ ዘድልዮ ኣብ ከምኡ ብዙሕ ኣይሰጎመን ነይሩ ክኸውን ይኽእል እዩ ኣነ ብቐረባ ነቲ ጉዳዩ ስለ ዝፈልጥ ማለት እዩ ካልእ ሰብ ጠፊእኻ ጥራይ እዩ ክብሎ ዝኽእል ኣነ ግን እቲ ዲተይል ስለ ዝፈልጦ በቲ ሓደ ሳይድ የድንቆ እየ ምክንያቱ እቲ ዝኸፈሎ ሳክሪፋይስ ነቲ ናይ ውሽጡ ድብሎ ሞያ ንስድርኡ ንደቁ ንጓሉ ስፔሻሊ ዝኸፈሎ ዋጋ ከዓ ስለ ዝፈልጦ ከም ሰብኣይ ክብሪ ኣለና ኣነ ኣብ ኣርት ግን ገና ከምዚ የለን ወዲኡ ገለ ዘይኮነሲ ኣርት እንድሕር ሰሪሕካሉ ክሳብቲ ሞዴልና ኢልና ንሓስቦም ንሕናስ እቶም ዓበይቲ ኣርቲስት ካብ ዶክተር በረኸት ጀሚርና ብዕድመ ብቲ ሙያ ዝፀንሕዎ ብኳሊቲ ንሪኦም ክሳብ ላስት ዝኸዱ ከም በዓል መምህር ግርማይ ሰለሙን ዓበይቲ ኣርቲስት ኣለውና ምናልባት ሕጂ ክዝክሮም ዘይከኣልኩ ካልኦት እውን ኣለዉ ክሳብ ኣብኡ ዕድመ ይስራሕ እንድሕር ኮይኑሲ ኣባርቆ ገና ሕጂ ሃይሉ ጀሚሩ ተይኮነስ ካብዚ ዘለዎ ምፍራይ ምፍራይ ጀሚሩ ክኸዶ ዝኽእል መገዲ ኮይኑ ይስምዓኒ እዩ ንዓይ ኣይሆፕ ኩልና ኢደይ ኢድካ እንድሕር ኢልና ከዓ ዘይከኣል ነገር ኣይኮነን ማለት እዩ እቶም ኣብቲ ሞያ ዘለና ስፔሻሊ እቶም ኣብ ጎኒ ዘለና እንድሕር ናቱ ተበግሶ ንእሽተ ይሃልዩ ክንተሓጋገዝ ገለ ክንገብር ንኽእል ኢና ኢለ እየ ዝኣምን ዓቕሙ ከስርሖ እዩ ኢለ ይኣምን እየ ኣነ እዚ መስል ነባርቆ ዘለኒ ሪኢቶ ወይ ሓሳባት ማለት እዩ።

ቃለይ መሰነይታ ኣንብሪ ኣብፎ ልብኺ ዝያዳይ ዘይበቆ ንዓኺ ዝያዳ ከምዚታት ትመስል ኣባርቆ ምርኩስ ትሕዚያ ካብ ምንታይ እዩ ኣብ ሳልሳይ ወራር መውጋእቲ ናይ ፀጋመይቲ እግረይ ኣጋጢሙ ማለት እዩ ኣብ ካልኣይ ወራር ዋላ ቁሩብ ስንክልና ኣጋጢሙ መማህረምቲ ኣጋጢሙኒ ግን ፎኪስ እዩ ሳልሳይ ወራዶ እግረይ ተሃሪመ ማለት እዩ። ኦኬ ኣብ ባርቆ ካብ ስነ ጥበብ ጠፊእኻ ነይርካ እሞ እንታይ እዩ እቲ ምኽንያት? ወሕጂ ጸገማት ነጊረካ ወላ ዓቕምታት ኣሎ ብዘይ ዓቕሚ ከኣ ጥዕና ዘይብላ ቆልዓ ኣላትኒ ብኣ በቃ ክሓስብ ወላ ዜማታት ገለመለ ድምጽታት ሓንሳ ሓንሳብ ይርስዖ በቃ እንዳደረፍኩስ ይርስዕ ምሻሉ ኣእምሮይ ሒዛትኒ እታ ቆልዓ ነቱ ኣይትዛረብንያ ኣእምሮ ዋላ ሓንቲ በቃ ኣይትፈልጥን ዋላ ሓንቲ ትፈልጥን ዋላ ሸውዓተ ዓመት ኮይና ኣላ ሕጂ እናታ ፀገማት በቃ ማዕረ ድባሳጭወሉ ግዜ ኣሎ ነቱ ተንፈርፍር እያ ምሒር ተንፈርፍር ተንፈርፍር ከላ ተተሪኣሲ ኣብ ገዛ ይድመፀ ሙዚቀኛ ተዕሩኽተይ ገለ ክመፁ ከለዉ በቃ ይስምዱ ኣሎ ሕጂ ሕሩተይ ሓደ መዓልቲ በዓል ስዒድ ሳክስፎን ማለት እዩ ናይ ስርሒትና ኣርባዕተ ሕጂ ምስ ዋልታ ደሎ ሰንቢዶም ምሻሎ ምስ ራእይዋ በዓል ክብሮም ዝበሃሉ በዓል ኣለና ኣቢ ኣብርሃም ኣለም ዘራፈ ገለ ዋላ በዓል ዳዊ ሽላን ገለ ኩላቶም ፈልጥዋ እዮም ከም ኣዕርክተይ ማለት እዩ ይስሙ ዶ ክርእይዋ ከለዉ መልክዓ ክፅብቕ ማለት እዩ ሕጂ ክተንፈርፍር ከላ ግን በቃ ትበኪ ኢኻ ኣይኮነን ኣነስ ወላ ድኾነ ጓና ተሪዋስ ይበኪ ሕጂ ናታ ኢታት ጸገማት በቃ ሃሲኒ ሻሎ ከይሕክማ ከዓ ደገ ከዓ ዓቕሚ ስኢነ ኣብዚ ብዙሕ ኣብ ቅድስቲ ማርያም ከኒና እንዳወሰደት ነበር ሕጂ ኣምላኽ መስገን ኣብ ትሕቲ እግዚኣብሔር ድሓን ኣላ ማለት ኣብ ምንጪ ቅድስቲ ማርያም ከኒና እንዳወሰደት እቲ ምክንያት መጥፊእኻ ሲ ምክንያት እ፣ እዎ፣ ጥዕና ነታ ምሳኦም ጥዕና ጓልካ ናይ ጓል- እዎ፣ ቀንዲ ከማን ንሱ እዩ ንዓይ ኣብ ኣርቲ እዩ ሕጂ ዋላ ዜማ ክሰርሕ ተደለኹ ይደክም ኮይነ ምክንያቱ ተታሒዘ ተኣምሮኻ ክስታይ ክኾን ኣለዎ ሪላክስ ክኾን ኣለዎ ሕጂ ብኣ ተኣ- ተታሒዘ ወፃኢ ስነ ጥበብ ሞያ ኣለካ ዶ ካልእ ብጀካ ክራር ወይ ወላ ሓንቲ የብለይ ሳ- ሓንቲ የብለይ ክራር ጥራይ እየ ኦኬ።
ሰነጥበኛ ብምዃነይ ከሲበሉ'የ፣ ኣብዚ ነገር'ዚ ረቢሐሉ'የ ትብሎ ነገር ተሎ? እወ፣ ኣነ ዝረባሕኩሉ ምስ ህዝበይ ኣላልዩኒ፣ ምስ ህዝበይሲ ጽቡቕ ሌላ ገይሩለይ፣ እቲ ህዝበይ'ዩ ከኣ መኽሰበይ። ሕጂ ዋላ ከማንሲ እቲ ምስ ህዝበይ ምልላይሲ ናይዚ ወሪድኒ ዘሎ ጸገማት ናይታ ቆልዓ ማለት'ዩ፣ ህዝበይ ክሕግዘኒ ከም ዝኽእል ይኣምን።
ምስ መን ድምጻዊ ክትሰርሕ ትደሊ? ኣነስ ምስ ሰማን ኢድ ሰማን ኢድ ወልደ ጋብር ኣሞሞና ምስ ሰማን ኢድ ሰማን ኢድ ምስ መን ገጣማይካ ክትሰርሕ ትደሊ? ገጣማይ ከዓ በዓል ሳሚኤል ኣልመደ፣ ገብረ ህይወት ፀሃየ ብጣዕሚ ምስኦም ክሰርሕ ደሊ ምስ ገብረ ህይወት እኳ ሓንቲ ጀሚረ ኣለኹ ሕጂ ከማን ክበኪ ኣይብለሎ ዓቕሊ ተገይርካ ይብለኒ ምስኡ ምስ ወደልመደን ምስ ገብሪ ወፃኢ ብፍላይ ክሰርሕ ደሊ ፅቡቅ ካብ ደቅኻ ከ ናትካ ሞያ ዝሓዘ ወይ እውን ዝምባለ ዘለዎ ኣሎ ድዩ የለውን ዋላ ሓደ ዝምባለ ናይ ሙዚቃ ዘለዎ ዋላ ሓደ የለን እ። ኣብ ደቀይ ማለት እዩ ናይ ካልእ ኣነ ከዓ ዝምባለ ናይ ሙዚቃ ክህልዎም ኣይደልን እየ ግን ኣብ ውሽ- ኣብ ክስታዮም ኣብ ውልቃዊ ሂወቶም ክትኣቱ ከዓ ኣይትኽእልን ኢኻ ንሓደ ዓቕሚ ኣዳም ዝበፅሐ ሰብሲ ዋላ ሓንቲ ትገብሮ ኣሽ እዮም ኣለዎ ሓደ እቲ ዝዓበየስ ወዲ ዓሰርተ ሸሞንተ ኮይኑ ተቐሪቡ ሕጂ ወርሒ ሸውዓተ ሸሞንተ ገለ ንኣሽቱ ድሕሪኡ ወዲ ዓሰርተ ኣርባዕተ ኣሎ ኣነ ግን ከም ናተይ ክኾኑ ኣይደሊ እንታይ እሞ ርቢሒኒ ንዓይ ምስ ህዝቢ ላሊኒ ህዝቢ እየ ከሲበሉ እምበር ዋላ ሓንቲ ከሰብኩሉ ክሳይሲ ኣብ ናብራስ ዋላ ሓንቲ ክሕግዘካ ኣይክእልኒ ብጀካ ምስ ህዝቢ ምልላይ ካልእ ደርብሓካ ነገራሲ የለን ሞያ እንተሃሊካ ዝበለፀ እየ ድብል ኣነ ኣብቲ ናተይ ሞያ ግን ካኣቱ ኣይደልኒ ኣብ ምርጮም ግን ክዛረብ ኣይክእልኒ እንታይ ከም ዝኾንኩም ክብሎም ኣይደልኒ ኣባርቆ ካብ ባህላውን ዘመናውን ደርፍን ኣበየናይ ዝያዳ ትደፍእ ወይ ውን ኣየናይ ንዓኻ ሞር ዝስሕበካ ዘመናዊ ዋላስ ባህላዊ?
ሕጂ ኣነ ዋላ ኣብቲ ዘመናዊ ደርፍ ነይረ ቀዳመይቲ ካሴት ዝሰራሕክዋስ ብሙሉኣ ሓሙሽተ ዘመናዊ ኣርባዕተ ጓይላ እዩ ነይሩ ምክንያቱ እቲ ጓይላ ከማን ድሓር እዮም እትዎ ድማ መብዛሕትኡ ኣብ ሽዑ ናይ ቀደም ኣብ ዝተይ ሰዓታት ገለ መደ ክራር ኣብ ኣንጎሎ ኣንጎሎ ኮይና ምስ ገደ ገዛውትኻ ንሃርሞ ገለ ዳርጋ ኩላትና ዘመናዊ ኢና ንሃርም ነርና ብዙሕ ከማን ጓይላ ኣይነበረን ሕጂ እኮ ጓይላ እንዳተበለ ጥምት እዩ ሕጂ ግን ናብ ጓይላ ዘንቢልና ከይፈተና ወላ ነቲ ዘመናውስ ክንርስዖ ጀሚርና ምክንያቱ ናይ ጓይላ ግዜ ኮይኑ በቃ እቲ ግዜስ ደሪኽና እምበር ወላ ዘመናዊ ከማን ደርፍ ዘመናውስ ትሃርም ነርካ
ሕራይ ኣነ ዮሃንስ ተስፋ ይበሃል ስነ ጥበባዊ እየ ሎማዓንቲ ብዛዕባ ናይ ኣባርቆን ናይ ጓሉን ንእሽተይ ክዛረብ ዕድል ስለ ዝሃብኩምኒ ነዚ ቻነል እዚ ብጣዕሚ ከነሱ ነፈቱ ራይ ኣባርኮ ዓርከይ'ዩ፣ መተዓብይተይ'ዩ፣ ብሞያ'ውን መሳርሕተይ'ዩ። ብዙሕ ዓመታት ብሓንሳብ ሰሪሕና ኢና። ኣባርኮ ኩላትኩም ትፈልጥዎ ኢኹም፣ ንፉዕ ስነ-ጥበባዊ'ዩ፣ ንፉዕ ድምጻዊ'ዩ። ኣብ ዝተፈላለየ ግዜታት ብዝያዳ ብናይ በረኸት ትፈልጥዎ ትኾኑ፣ ኣብ መደብ ተዓወት ብውድድር ናይ ምድጋም ደርፊ ቀደም ቅድሚ ዓሰርተ ሸሞንተ ዓመት ኣቢሉ ኸውን ብናይ በረኸት ተዓዊቱ ነይሩ። ከምኡ ናይ በረኸት ጥራሕ ደይኮን ናይ ዝተፈላለዩ ድምፃውያን ክደግም ወላ ሓደ ፀገም ዘይብሉ እዩ። ናቱ እውን ብዙሕ ደርፍታት ኣለዎ። እዚ ኩሉ ናብ ባርኮ ልክዕ ኣብቲ ከምቲ ዓቕሙን ከምቲ ክእለቱን ኣብቲ ዝድለ ደረጃ ክበፅሕ ኣይከኣለን። እሱ ኸኣ ዋላ ኣይዛረበሉ እምበር ንሕና ንፈልጦ ጸገማት ግን ኣለዎ። ጸገም ዘለዋ ቆልዓ ኣላቶ፣ መዓልታዊ ሕክምና ደመላልሳ ብጣዕሚ እያ ተሸግሮ ብጣዕሚ እያ ኣብ ግዚኡ ግዚኡ ሰውዩ ግዚኡ ካብቲ ናይ ስነ ጥበብ ግዚኡ ከፊሉ እዩ ክሳይ ዝገብራ ላዕልን ታሕትን ንብላ ንዓ ማለት እዩ ሕጂ ከምቲ ዝድለሱ ክስጉም ኣይከኣልን ስለዚ እዚ ሰብ እዚ ናይ ኩላትና ሓገዝ ኣድልዩ ኣሎ ኩላትና ከዓ በብዓቕምና ክንሕግዞ ክንሕፀ ንደሊ

ኣብ ባር ቆንፎዕ ተዋዛያ ኢኻ ትበሃል ገለ ካብ ዋዛኻ ፍንውት እተብለልና ፅቡቕ ነይሩ
ኣነስ ዋዛ ብዙሕ ኣይፈልኒ ማለት እንደ ከምዚ ብሻ ኣሎ ከም ዕላል ዕላል ኣጋጣሚታት እዩ ክንዕልል ከለና በር ኣነ ዋዛ ብዙሕ ኣይፈልኒ ዋዛ ዝዋዘ ኢሉ ዕረፍትና ኣለዎ ካልኦት ኣርቲስት መድዓናላይ ናይ ዕረጣ
ቀሺ እርሚያስ ዝበሃል ኣሎ ደራፋይ ከራሪሳ ማለት እዩ ሓንቲ ጆክ ኣላ ደስሓቐና ብዛዕባ ደረፍቲ እያ ነው ሕጂ ሳሚ ብርሃነ ማራ እዩ ፎቶ ድምፃዊ ሳሚ ብርሃነ ማለት እዩ ንቐሺ ካብ ጎኒ ይፈልዩ እርሚያስ ከዓ ምሳይ ይሰርሕ ነሩ ናይት ክለብ ሕጂ ብጣዕሚ ኣነ ደስሓቐኒ እዩ እቲ ወዲ ማራ እዩ ከምዞም መስሓቓ ሰባት እዩ ሕጂ ንሳሚ ብርሃነ እንታይ ንስኻ እኮ ኣዝማሪኖ ደራፋይኻ ኢልዎ ታይ ማለት ኢዩ ኣዝማሪኖ ዳኣ ኣዝማሪኖ በቃ ከምዞም ደቂ ሹቅ ዓዋሉ ከምኦም ኢካ ኢልዎ ዋእ ብከመይ ኢልዎ ብዓልካ ከምኡ ኢልካ ደሪፍካ ኢልዎ ዋእ ኣነ ወ መን ከፋራ ኢልዎ ከዓ ሳሚ ዳሽም ምስግና ኢልዎ ዳሽም ንኣ ባይዘ ወይ ከይጸለኒ እምበር በተን ደርፊ እዩ እሱ ኣጆ እንታይ ማለትካ እዩ ተበሎስ ዳሽም ሲዶ ንገሩለይ ብእዋን እዩ ገዝኡ ዝኣቱ ንገሩለይ ተነጺሉ ካብ መሓዙቱ ትብል ደርፊ ኣላቶ ሕጂ ሰዓት ሽዱሽተ ኢሉ ኣትሱ ኣይጨርን እዩ ከም ናትካስ ናይት ክለብ ኣይሓድርን ኢልዎ ኣነ ከተበለስ እዛ ኣዳርርዮም ኢኺ ነቶም ደቂ ሃየ ኣጋጣሚ ተደንጉየ ትብል ደርፊ ኣላቶ ብኡ ጌርካ ፍቕሪ ናይት ኢኻ ትሓድር ኢልዎሲ ማራ እየ ተሰዓና ሕጂ ሓጉያ ከመናቱ እዚኣስ ፈጠራውነት እያ ናይቲ ደርፊ እሱ ኣሰውዒሉ ኢሉ ዳሽም ንገርዋ ብእዋኑ እዩ ገዝኡ ዝኣቱ ንገሩለይ ተነጺሉ ካብ መሓዙ ሰዓ ሽዱሽተ ይድኣቱ ከምዚ ናይ ደርሆ ደርሆ ሰዓ ሽዱሽተ ይድኣቱ ዳባር ኣይኣቱን እዩ ናይት ክለብ ኣይከይን እዩ ኢሉስ ኣስሒቑ ሳሚ ብርሃነ ሞይቱ ይብሳ ዋላ ኣነ ማራ እየ ተሳቐኒ ምክንያቱ እቲ ጆክስ ፍሉይ እዩ ፍሉይ ጀካ ጀክ ናይ ሳሚ እታ ደርፊ ከንታይ ናይ ሳሚ ከዓ ኣዳርርዮም ኢኺ ነቶም ደቀይ ሃየ ኣጋጣሚ ተደንጉየ ትብል ደርፊ ኣላቶ ሕጂ ድሕር ደቅኻ ሰዓ ሸውዓተ ሰዓ ሸሞንተ ድረሩ ኮይኖም ሲ ደቂሶም ኣዳርዮም ኢኺ ነቶም ደቀይ ሃየ ኣጋጣሚ ተደንጉያ ትብል ድሕር ደቂሶም ሕጂ ሶም ተደሪሮም ደቂሶም ኣለዉ እሱ ከ ፍቕሪ ናይት ክረብ ኣሎ ሕጂስ ከምኡ ኢኻ ስኻ ወዲ ሹቕ ደራፋይ ይብዎ ነቲ ከዓ ከምዚ ኣነ ማርያ ተስዖን እዚኣ ጆክ እዚኣ ተስዖን በዓል ቀሺ እዚ ኣነ ኣብታ ናትካ ሾው ኮማን ሓደ መዓልቲ ትዕድሞ ሲ ንሷ ንምስሓ ንጆክ ጥራይ ኢልካ ዋላ ተትዕድሞ ናይ ብሓቂ ኤፍራ ሓወይ ኣነ ይምነየልካ ማለት ብጣዕሚ መስሓቅ መስሓቅ ካብቲኦም መስሓቅ ኣድበሃሉ ሰባት እዩ ዋላ ኩሉ ትስሓቅ ክርስዖ ይኽእል እንዲ ዋላ ጎኑ ኮይና እዚኣ እዚኣ ኢልና ክነዘክሮ ንኽእል ኢና መዓት መስሓቅ እዩ ኣለዎ መዓት ብጣዕሚ እያ ንደስ ካብቶም ኣስሓቅ ትድበሃሉ ሰባት ንዔደኖ ንኤርሚያስ ቀሺ ኤርሚያስ ክፍለ ቀሺ ብጣዕሚ እየ ዝድግሞ። ኣብ ህድሞና ውን ትሰርሕ ኢኻ ኣብ ናይት ክለብ ኣብኡ ብዝያዳ ትደርፎም ደርፍታት ብዛዕባ እቲ ስራሕ ውን ገለ ይመስል። ናይ ዕለት እንጌራኻ ኢኻ ትረኽበሉ እምበር ምስቲ ህዝቢ ከኣ ትላለ ቻሎ እንደገና ናይ ላይፍ ደራፋይ ክትከውን ትኽእል ኢኻ። ኣቡኡ እንድሕር መጺኻ ኣብ መርዓ ብናይት ክለብ ዝመጸ ደራፋይ ሕጂ መብዛሕትኡ ግዜ ናይ ላይፍ ደራፋይ እዩ ቻሎ እንዳበሰልካ እንዳበሰልካ እንዳበሰልካ ሕጂ ኣብ ገለ ገለ ኣጋጣሚታት ኣብ ገለ ደረፍቲ ኣብ ላይፍ ጸገማት ኣሎ እንታይ እዩ እቲ ኺድካ ብ ስቱድዮታት ትመጽእ ምሽ ኣብ ላይቭ ሽዑ ይኣብየካ መጀራት ትሕነቕ ገለ ትኸውን እዚታት ብ ናይት ክለባት ብመርዓታት ገለ እንድሕር ሓሪፍካ ግን ኣነ በዛ ነብሰይ ንፉዕ ናይ ላይፍ ደራፋይ እየ ድብሎ መብዛሕቶም እዚኦም ደረፍትና ሕጂ መብዛሕቶም ብኮሚታት እዮም ሓሊፎም ብመርዓ ናይት ክለባት ዳደረፉ ስለ ዝሓለፉ መብዛሕቶም ሕጂ ላይፍ ክነፍዑ ማለት እዮም ሕጂ እቲ ናይት ክለብሲ ንኮሚታት ትጠቕመካ እዩ ንላይፍ ክትደርፍ እንደገና ከዓ ናይ ዕለት እንጌራኻ ከዓ ብኡ ትናበር ማለት እዩ ኣብ ትሕቲ ኣብ ናይት ክለብ እንታይ ዓይነት ደርፍታት ኢኻ ትደርፍ ኣባርኮ?
ሰውራዊ ደርፍ ናይ ፍቕሪ ደርፍ ማሕበራዊ ናብራ ኩሉ ጓይላ ኣብ ጓይላ እሞ ኣብ ከለና እውን ዳርጋ እንዳወዳእና ኢና ሓንቲ ዕምር ዝበለት ጓይላ ተተፃወተና ተስምዐና ፅቡቅ ነይሩ
ብዓብዩ ግን ኣብ ህርሞና ተተስማዓካ በለፀ መፀ
እዚኣ ኣጋጣሚ እዚኣ ደርፊ እዚኣ ሲ ዋላ ቅድሚ ሕጂ ገሊፅያ ነይረ ሎሚ መዓንቲ ሎሚ መዓንቲ ኣየሰናይ መዓልቲ እያ ትብል ንምንታይ እየ ደሪፈያ ንኣብነት ፅባሕ ሕጂ ነብዕሎ ዘለና በዓል ሲ ንዕኡ ሓደ ወራይ ጥምቀት ተገይሩ ንዓ ነታ ሰለብሬሽን እየ በቃ ደሪፈያ በዓል 24 ጉንበት ተመፅዩ ናይ ሓጎስ መዓልቲ እዩ መርዓ ተተመርዒኻ ኤፍራ ናይ ሓጎስ መዓልቲ እዩ ኩሉ ውላድ ተወሊድካ ናይ ሓጎስ መዓልቲ እያ እታ መዓልቲ እቲኣሲ ናይ ሓጎስ መዓልቲ እያ ሎም መዓንቲ ሎም መዓንቲ ኣይሰናይ መዓልቲ ሎም መዓንቲስ ናይ ሓጎስ እያ ውላድካ ሎም መዓንቲ ወሊድካ እዩ ሎም መዓንቲ ተመርዒኻ ሎም መዓንቲ ኣጠሚቕካ ሎም መዓንቲ ዝኾነ ከምዚ ደስታ ናይ ትምህርቲ መመረቕታ ትገብር ንኸምኡ ኢለ ደሪፈያ ኣጋጣሚ ደሪፈያ ኣብ ናይ ትግራይ ቴሌቪዥን ሰላም ምስ ኮነ ማለት ዲ ደብሊው ቀጻሊ የምጽዋ ነይሮም ቀጻሊ ቀጻሊ በቃ መዓልቲ መዓልቲ መጽእ ነይራ ኣብ ዲ ደብሊው ቻነል ኣጋጣሚ ሽዑ እቶም ኤዲተራት ንናይ ሰላም ገይሮማ እምበር ኣነ ሴሌብሬሽን ደሪፈያ ማለት ሎም መዓንቲ ሎም መዓንቲ ሎም መዓንቲ

ገጽና ይብራ ደስታ ይነበቦ ዓይኑ ዓሹ ነዚ መን ይረኽቦ ነመስግኖ ንልዑል ፈጣሪ ጸጋ ኣብዚሑ ዛኸበና ዕምሪ ሎመዓንቲ ሎመዓንቲ ሎመዓንቲ ኣይ ሰናይ መዓልቲ ሙሉእ ኣብ- ኣብ ናይ ትርብ ምስ ድራማ ሽን ሓዊሰ ከስማዓካ ተስፋ ገብር ካብ ኩለን ስራሓትካ ኣዚኻ ተድንቓ ወይ ውን ኣዝያ ደስ ትብለካ ደርፊ? ኡስታይ ትብል ደርፊ ኣላ እዛ ሓበነይ ትብል ኦፍ ፍቕረይ እንኪ መዘከርታ እቲ ዜማይ ቃለይ መሰነይታ ኣንብሪ ኣብ ሕቕፎ ልብኺ ዝያዳይ ዘይበቆ ንዓኺ ትብል እዚኣ ምስ ኣማኒኤል ወልደጋብር ኮይና ማለት እዩ ዜማ ምስ ሰራሕኩዋ ኣብቲ ድርብ ክትደኽመኒ ምጀመረት ኣማኒኤል ንዓ ሓግዘኒ ኢለ ኣማኒኤል ኣብቲ ድርብ ማለት እዩ ሓጊዝኒ እቲ ኣብ ቅድሚት ዘሎ ኩሉ ግን ቀዳማይ ቨርስ ካልኣይ ቨርስ ሳልሳይ ቨርስ እናበልኩ ሰራሕኩ ኣማኒኤል ካብ ድርብ ሓጊዝኒ ድሓር ግጥሚ ግን ሙሉእ ብሙሉእ ኣማኒኤል ገይርለይ ሕጂ ዋላ ኣብቲ ግጥምን ዜማን ኣማኒኤል ወልደጋብር መሞናይ ገይረ ኣሎ ማታን ሓደ ክኾን ምክንያቱ ሓወይ እዩ ዓርከይ እዩ ንዓይሲ ገባሪ ፅቡቕ እዩሱ ካብ ጎነይ ዘይፍለ ኣርቲስት እዩሱ ሕጂ ኣብኡ ከለኹ ክላእ ድሓን ኣማኒኤል ብግልና ክልቴና ካብ ክልቴና ዜማ ገለ ኢልካ ትገብር ኢለስ ኣማኒኤል ትኾን ኢለ ኣማኒኤል ወልደጋብር ዜማ ግጥምን ዋላ ብኡ ተኾነት ከዓ ዋላ ሓንቲ ክልቴና ሓደ ኢና ሓራይ ኣባርቆ ሒዘ ዝፀነ ሕቶታት ወዲኤ ሕጂ ካብ ኣብ ወፃእን ኣብ ውሽጢ ዓድን ዘለዉ ደገፍትኻ ኣዕሩትኻ ቤተሰብ ኣሕዋት እንታይ ኢኻ ክትፅበ ወይ እውን ተሕልፈሎም መልእኽቲ
ኣነ ሲ እንታይ ዝፅበ በቃ ነዚ ጋጢሙ ዘሎ ናይ ፀገብ ቆልዓ ኣብ ትሕቲ እግዚኣብሔር ማለት እዩ ሕክምና ከፈትና ህዝቢ ክሕግዘኒ ይላቦ ማለት እዩ ከም ዝሕግዘኒ ከዓ ህዝቢ ኤርትራ ከዓስ ሓጋዚ ህዝቢ እዩ ንሓወይ ብፃየይ ባህላይ ህዝቢ ድዩ ክሕግዘኒ ይላቦ ማለት ተዓቕሙ ሕክምና ፈቲ ኣብ ትሕቲ እግዚኣብሔር ሕክምና ፈቲነ ይብል ኣብ ደገ ከፈትና ምክንያቱ ብዙሓት ሰባት ከምኡ ስለ ዝኾኑ ኣብ ደገ ዘይተፈትን ኣብ ደገ ዋላ ሕክምናታትካ ዓቕሚ ድሕር ረኺብካስ ሕጂ እቲ ዓቕሚ ፀገማት ስለ ዘሎ እምበር ድሕር ዝኾነ ነገራት እቶም ኣብ ደገ ዘለዉ ኣሕዋት ከዓ ክሕግዙ ንላው እንታይ ክሕግዙ ነሩ ዋላ ዝኾነ ናብኡ ንክትወፅእ ሲ ቪዛታት የድልየካ ገለ ንክትወፅእ ብመንግስቲ ይፍቀደኒ እንዲ በዓልቲ ኣዲኣን ንሳን ክትወጽእ ዘይፍቀዳ እየን። ጂዚታት ክሕግዙኒ ይላበዎ ማለት እዩ። ራይ ኣብ መወዳእታ ክትብሎ ትደሊ ወይ ክትላበዎ ተሎ ዕድል ክበካ።
ኣነ በቃ እሞ እንታይ ግብለ ይብለ ንኤፍራ ሾው ብጣዕሚ እየ ደመስግነኩም ክብረት ሃብኩም እታ ሾው እቲኣ ከዓ ክትዓቢ በዓል ሙሉእ ተስፋ እየ እንደገና ንህዝቢ ኤርትራ ርሑስ በዓልቲ ብዙሕ ኣይኮነን ግን ቁርብተይ ዓቕምና ማለት እዩ እዚኤን ናይ ኤፍራ ሸዌን ንገለ ዋላ ንትራንስፖርት ገለ ኮነካ ናይታ ቆልዓ ማለት እዩ ብጣዕሚ ክብረት ሃበለይ ኣነ ከዓ ክንዲ ጉዜሕ ድርኤን ብጣዕሚ ክብረት ሃብኩም እታ ኤፍራ ሸው ከዓ ክትዓቢ በዓል ሙሉእ ተስፋየ ዝገበርኩምለይ ሓገዝ ይኹን ዝገበርኩምለይ ዋላ እቲ ዕድመ ከማንሲ ብጣዕሚ እየ ዘመስግን ክብረት ሃበለይ ደጊመ የቐንየለይ ብሽመይን ብሽም ተዓዘብትን። ክቡራት ተኻታተልቲ መደባት ኤፍራ ሸው፣ ኤፍራ ሸው ኣብ ኤፍራ ኢንተርተይመት ምስ ኣባርቆ ዝጸንሐና ሓጺር ዕላል ኣብዚ ወዲእና ኣለና። ስለቲ ግዜኹም ሂብኩም ምክትታልኩም ብልቢ የመስግን። ከምኡውን ንሓውና ኣባርቆ ክትሕግዝዎ ኣጆኻ ክትብልዎ ብፍላይ ከኣ ኣብ ናይ ጓሉ ክትድግፎ ቁጽሪ ተሌፎኑ ክህበኩም እየ።